መርሓባ መርሓባ ደቂ ዓበይቲ መዓላትኩም ሕጂ ድማ ብዛዕባ ቁንቁኛታት ክንመሃር ኢና ቁንቁኛታት ኦር ኢዲየምስ ኢን እንግሊሽ መዓንጥኡ ሸጥ ኣቢሉ ክንብል ከለና እንታይ ማለት እዩ ብትብዓትን ሓቦን መዓንጥኡ ሸጥ ኣቢሉ

መኣዝኑ
ስሒቱ ምስ ሰብ ተጎርቢቱ ክንብል ከለና ድማ እንታይ ማለት እዩ ብሰባት ተሓጊዙ ማለት እዩ ምስ ሰብ ተጎርቢቱ ተጎራቢትካ ምኸድ እቲ ሰብ ንዓኻ ሓንጊሩካ ወይ ሓዚሉካ ይኸይድ ኣሎ ማለት እዩ

ጉዑር ዘቐብል የለን ክንብል ከለና ድማ መንእሰይ ዝበሃል የለን ማለት እዩ ጉዑር ንእሽቶ እምኒ እዩ ጉዑር ክንብል ከለና ንእሽቶ እምኒ እዩ ንእሽቶ እምኒ ሲ ቆልዓ ክስከሞ ዝኽእል ማለት እዩ ካብኡ ዝነቐለ እዩ ሕጂ ጉዑር ዘቐብል የለን ዋላ ድቅቕቲ ነገራት ክቐብል ዝኽእል የለን መንእሰይ ዝበሃል የለን ማለት እዩ ትርጉሞ መንእሰይ ዝበሃል የለን All the young are gone.

with a friendly reception. ኣእዳዉ
ዘርጊሑ፣ ኣእዳዋ ዘርጊሓ፣ ኣእዳውና ዘርጊሕና፣ ኣእዳዎም ዘርጊሖም። ከብዱ ሓቚፉ ክንብል ከለና ድማ ከብዱ ሓቚፉ እዩ ዘሎ ኣዝዩ ፈሪሑ ብፍርሒ ተሓቚኑ ንጽበ ኣሎ ማለት እዩ ከብዱ ሓቚፉ እዩ ዘሎ ሕማቕ ዜና ድዩ ወይ ገለ ከይሰምዕ ፈሪሑ ማለት እዩ
He is anxiously waiting.

ኮይኑ ክጸንሓካ ከልዩ ወይ ቀቢሩ ወይ ሓሲሩ ማለት እዩ ነገራት ድማ ከምኡ ማለት እዩ ዝኾነ ዝገጥመካ ነገር ድማ ከከም ነገራቱ ማለት እዩ ከከም ኩነታቱ ኢኻ ትኸዶ ማለት እዩ ነገር ከከም ኩነታቱ ኢኻ ትኸዶ ዕዳጋ ከም ዝጸንሓካ You deal with the situation as needed.

It's mostly empty, nothing worthwhile.
ዝገሃጽ የብሉን። ከም ሮማዲ ኣስፋሕፊሑ ክንብል ከለና ሮማዲ ዓይነት ሳዕሪ እዩ ኣብ መሬት ዘስፋሕፍሕ እዩ so ስሩ ሰዲዱ ማለት እዩ ንነገር ንኣብነት ሓደ ሓደ ሰብ ኣብ ካልእ ዓዲ ከይዱ ዝቕመጥ እንድሕር ኣሎ ስሩ ሰዲዱ ንብሎ ነቕናቒ የብሉን ሕጂ ነቕናቒ የብሉን ወይ ዝኾነ ነገር ድማ ላይክ

እግሪ ኣይተኸለን ክንብል ከለና ድማ ብርግፅ ንኣብነት ንቆልዓ እግሪ ተኸለን ንብሎ ንእሽተይ ከሎ ቤቢ ገና እንታይ ማለት እዩ እቲ ትርጉም እብዚ ንዝኾነ ነገር ዋላ ቢዝነስ እንድሕር ጀሚርካ ብሓደ ሰብ ዝኾነ ትካል ወይ ቢዝነስ ገለ ጀሚሩ ገና ይደልደለን ዘሎ ንምባል እዩ ዝስማዕ

ምድሪ ኣይከደነን ክንብል ከለና ኣይባፅሐን ኣይጎበዘን ብፍላይ ንእኽሊ ማለት እዩ እኽሊ መጀመርታ ክበቁል ከሎ በቂሉ ዝጣፍኩም በቂሉ ዶ ኢሉ እንተሓቲቱካ እወ ምብቋል ጀሚሩ ኣሎ ግን ምድሪ ከደነን ገና

ዓይኒ ኣንቅሑ ቪድዮና ኣብዚ ወዲእናዮ ኣለና ብዝተረፈ ሰሰናዩ ጠጥዑሙ ንዓኻትኩም ቤላ ጓለይ ከዓ thank you see you in the next video